ሰላም ጥዕና ሃበለይ ከመይ ትጸንሑ ክቡራት ተመልከቲ ቴሌቪዥን ድምፂ ያነ ትግራይ ነዚ ዕለት ዝበልናዮም ዜናታት ሒዝናልኩም ቐሪብና ኣለና ኣብ ክላስተር ኣምበራ ሰራዊት ውልቀ መላኺ ኢሳያስን ፋሽሽቲ ኣብይን ልዕሊ 250 ሰላማውያን ሰባት ብግፍዒ ምቕታሎም መሰኻኽር ዓይኒ ገሊፆም ኣለዉ ዝርዝሩ ኣውጥሂን ብርሃነ ካብ ሓራ መሬት ትግራይ ከም ዝስዕብ ክቕርቦ እዩ

ኣደ ኣብ ሓደ ቅጽበት ዝሰኣለቶም ሓዋን ወዳን ኣብ ልዕሊ ሓዘና ኣብ መገዛ ዓዳ ኣኹቲ ምቕባር ሓመድ ስኢና ንጎረባብቲ ዘቕረበቶ ምሕጽንታ'ዩ። እዚ ግፍዒ በበይኖም ገጢሞም ከም ዘይሽንፉና ኣንዳዕዲዖም ዝፈልጡ ወረርቲ፣ ክሳብ መዓልቶም ዘይሃስስ በደል ኣብ ልዕሊ ህዝቢ ትግራይ ካብ ዝፍጽምዎም ገበናት ኣንበራ ዝፈጸምዎ'ዩ። ወዲ ዕስራን ሽዱሽተን ዓመት መምህር ሃብቶም ማሞ። እታ ምስ ካልኣይቲ ሓፍቱ ተጸጊማ ዘዕበየቶ ኣዲኡ ንምጥዋር ኣብ እዋን ቁልዕነቱ ብቁልቲ እናሸጠ ዝሕግዝ ዝነበረ'ዩ። ተማሂሩ ምስ ተመረቐ ድማ ንኣዲኡን ሓፍቱን ዝጥውር ዝነበረ ኮይኑ፣ ምስ መጻምዱ ካብ ዝምርዖ ገና ዓመት ከይመልኦ ግዳይ ቅትለት ኣረሜናዊ ወራሪ ሰራዊት ኣቢን ኢሳያስን ኮይኑ። መምህር ሃፍቶም ምስ ኣብ ድሮኡ ሓፍቱ ክርኢ ዝመጾ ኣኩኡ መንእሰይ መውጫ ሃይለ ካብ ገዛ ኣውጺኦም ዝቐተልዎም ኮይኖም ሬሳ ከይለዓል ወተሃደራት ኣቢን ኢሳያስን ስለዝኣዘዙ

ካልእ ሰናይ ክሓቑ ተባሂሉ ክቃለስ እኒኦ፣ ፅንዓት ክህልዎ እኒኦ፣ ክወፁ እኒኦ በረኽኡ። ሳዕሉ ጠቕሊሉ ካብ ሳዕሉ ወፁ ፀላኢ ማለት እዩ ካብቲ ቀሽቲ። ኣብ ክላስተር ኣምበራ ሰራዊት ኢሳያስን ኣብይን ልዕሊ ክልተ ሚእትን ሓምሳን ሰላማውያን ሰባት ብግፍዒ ምቕታሎም ካብ ኣመራርሓ እቲ ወረዳን መሰኻኽር ዓይንን ዝረኸብናዮ ሓበሬታ የመላኽት። ንድምፂ ወያነ ዝተዋደደ ፀብፃብ ኣወጥሒም ብርሃነ ካብ ሓራ መሬት ትግራይ። ሃለዋትናን ድሕንነትናን ብቕልፅምና! ትግራይ ትስዕር! ኣብ ትግራይ ከባቢ ሰለስተ ሚእትን ሓምሳን ሽሕ ህዝቢ ንሓደጋ ጥሜት ከም ዝተቓልዐ ውድብ ሕቡራት ሃገራት ኣፍሊጡ። ዓሰርተ ሸሞንተ ዝኾኑ ኣካላት ውድብ ሕቡራት ሃገራትን ገበርቲ ሰናይ ትካላትን ኣብ ዝቐነ ኣብ ዘሳለጥዎ ኣኼባ፣ ኣብ ትግራይ ኣስታት ሰለስተ ሚእትን ሓምሳን ሽሕ ህዝቢ ንሓደጋ ጥሜት ከም ዝተቓልዐ ዝሕብር ኹነታት ከም ዘሎ ምግላፆም ኣልጀዚራ ፀብፂቡ። እዚ ተራእዩ ዘሎ ከቢድ ፀገም ከይጋደድ ድማ፣ ህጹጽ ሓገዝ ምግብን እታወት ሕርሻን ምቕራብ ከምዘድሊ እቲ ዜና ሓቢሩ ኣሎ። ወሃቢ ቃል ውድብ ሕቡራት ሃገራት ስቴፈን ጁጆሪክ ከምዝበልዎ፣ ሓይልታት ወረርቲ ኣብ ትግራይ ረድኤት ናብ ተጠቀምቲ ከይባጻሕ ንምንቅስቓስ ገበርቲ ሰናይ ትካላት ከምዝኸልኸሉ፣ ንሰራሕተኛታት ረድኤት ከምዝኣሰሩን ከምዘጥቅዑን ብምሕባር፣ ንጽጉማት ዝመጸ ሓገዝ ድማ በዞም ሓይልታት ከምዝውረስን ከምዝስረቕን ገሊጾም ኣለዉ። እቶም ወሃቢ ቃል፣ ኣብ ትግራይ ተበፃሕነት ሰብኣዊ ሓገዝ ውሱን ከምዝኾነን ትካላት ጥዕናን ማይን ድማ ከምዝዓነዉን ብሓፈሻ ኣዝዩ ዘተሓሳስብ ኹነታት ከምዘሎን ተዛሪቦም። ኣብ ትግራይ ምልክታት ጥሜት ከምዘሎ ካብቲ ኣብ ኣክሱምን ዓድዋን ዝተገበረ ዳህሳሳት ንምፍላጥ ከምዝተኽኣለ ስቴፈን ጁጀሪክ ሓቢሮም። ውድብ ሕቡራት ሃገራት፣ ሓይልታት ወረርቲ ኣብ ትግራይ ረድኤት ንምክፍፋል ኣብ ልዕሊ ዝንቀሳቐሱ ገበርቲ ሰናይ ትካላት ዘንበርዎ ማዕቀብ ምንቅስቃስ ከምዝኾነነን ማሕበረሰብ ዓለም ድማ ሰባት ኣብ ትግራይ ብጥሜት ሙሟት ከምዝጀመሩን ተገንዚቡ ተሪር ስጉምቲ ንኽወስድ ከምዝፀውዑን እቲ ፀብፃብ ኣመልኪቱ'ሎ። ሰራዊት ጉጅለ ፋሽስት ኣብይ ኣሕመድን ባዕዳዊ ወራር ውልቀ መላኺ ኢሳያስ ኣፈወርቅን ኣብ ልዕሊ ህዝቢ ትግራይ የካይድዎ ብዘለው ዘርኢ ናይ ምፅናት ኲናትን ዝተፈላለየ ኣረሜናዊ ግፍዕታትን ዝምብርከኽ ህዝብን ዝኹለፍ ህዝባዊ ቃልስን ከምዘየለ ኣብ ዝተፈላለዩ ሓራ መሬት ወረዳታት ዞባ ደቡብ ትግራይ ዝርከቡ ኣባላት ባይቶ ሓቢሮም ኣለው። ኣብዚ ዙርያ ወኪልና ዮውሃንስ ብርሃነ ካብ ሓራ መሬት ትግራይ ዘዳለዎ ፀብፃብ ድማ ከምዚ ዝስዕብ ክቐርብ እዩ።
ሰራዊት ጉጅለ ፋሽስት ኣብይ ኣሕመድን ዕሱብ ወራሪ ሰራዊት ውልቀ መላኺ ኢሳያስ ኣፈወርቅን ኣብ በቢግንባሩ ብሰራዊት ትግራይ ይበፅሖም ብዘሎ ተደጋጋሚ ከቢድ ወታደራዊ ስዕረትን ሰብኣውን ንዋታውን ክሳራታት ካብ ናይ ባዕሎም ፖለቲካዊ መንነት ዝብገስ ፀረ ህዝቢ ተግባራቶምን ኣብ ልዕሊ ንፁህ ህዝቢ ትግራይ ዝተፈላለዩ ኣረመናዊ ግፍዕታት ይፍፅሙ ኣለው። ወረርቲ ሓይልታት ይፍፅምዎ ብዘለው ኣረመናዊ ግፍዕታት ተሰንኪሉ ንድሕሪት ዝምለስ ቃልሲን ዝምብርከኽ ህዝብን ግን ፍፁም ከምዘየለ ኣብ ዝተፈላለዩ ሓራ መሬት ወረዳታት ዝርከቡ ኣባላት ባይቶ ገሊፆም። ልክዕ እዚ ኣብ ሂወት ህዝቢ ትግራይ ኣብ ታሪኽ ህዝቢ ትግራይ ኣጋጢሙ ዘይፈልጥ ሕዚ ግን ምስ ሰራዊት ኣብይን ኢሳያስን ተዋዲድኻ ህዝቢ ትግራይ ንምፅናት ኣቢሉ እውን ብፍላይ ኣብ ዞባና ኣቢሉ እውን ኣብ ከባቢና ዘላ ወረዳታት ወረዳና እውን ከም ሓራ መሬት ትግራይ ናብ ብርክት ዝበሉ ግፍዕታት በፂሖም እዮም ማለት እዩ። እዚ ህዝቢ ያው ካብ መጀመርያ እቲ ኩናት ክጅመር ከሎ

ኣጋጢሙ ዘሎ ናይ ህይወት ናይ ንብረት ብርሰት እዚ ሕዚ ኣየምበርከኸናን ሓርና እንተዘይኮይኑ ማለት እዩ እሞ ብዞም ግፍዕታትን ጨፍጫፋትን ብዞም መንገዲ እዚኦም ዝገይሩ መንእሰይ ትግራይ ይኹን ዞባ ዶብ ከም ዞባ ዶብ መንእሰይ ዘሎ ሓሪኑ ዝለዓለሉ እዩ እምበር ንድሕቲ ዝምልሰሉ መንገዲ ኣይኮነን ኣብይን እሳያስን ብፍላይ ዓድና ዓድና ኢትዮጵያ ኢልና ንወስዶ ብኢሰያስ ኣፈወርቂ ዝምራሕ ስለምዃኑ ኢደ ጣልቃ ዝኸድ ስለምዃኑ ወራራቱ ንፈልጥ ኢና በዚ ግን የሕርነና እምበር ብልዕቲ ዘብለና ነገር የኾነን ኣደታትና ይኹና ኣሕዋትና ይኹና መንእሰይ ጎሪፉ እዚ ጉዳይ እዚ ልውግደሉ እቲ ዝነበረ ጭፍጫፍ

ብኣብይን ኢሳያስን ዝተኣደነ ፖለቲካዊ ሽርሒ መበገሲ ከምዘለዎ ዝሓበሩ እዞም ኣባላት ባይቶ ሓራ መሬት ዞባ ደቡብ ትግራይ፣ ብዲሞክራሲያዊ ኣገባብ ዝመረፅናዬ ሕጋዊ መንግስቲ ትግራይ ናብ ስሩዕ ምምሕዳሩ ክሳብ ዝምለስ መስዋእትና ኣበሪኽና ክንቅፅል ኢና ክብሉ ድማ ተዛሪቦም። ከም ዝፍለጥ ልዕሊ ክልተ ነጥቢ ሸውዓተ ሚልየን ህዝቢ ንመንግስቲ ትግራይ ድምፂ ሂቡ እዩ ማለት እዩ። ድምፅና ክንህብ ከለና ያው ብፍትሓውን ዲሞክራሲያውን ኽንመሓደር እዩ። ብሓይሊ ኸምዘይንቕለስ ያው ታሪኽና ይምስክር እዩ ማለት እዩ። ከም ህዝቢ ዞባ ደቡብ ውን ኣቢሉ ውን ኸም ተጋሩ ሕዚ ውን ብርክት ዝበለ መንእሰይ ናወረሰ እዩ ዘሎ ማለት እዩ። ዝጎርሰሉ ዘሎ ምኽንያት ውን ናይቲ መንግ ናይ ህዝባዊ ህዝባዊ ዝኾነ መንግስቲ ስለዝኾነ እዩ። ኻሊእ ምንም ሚስጢር የብሉን ህዝቢ ዝሓዘ ስለዝዕወት ምክንያቱ'ውን ህዝባዊ ኲናት ናይ ዓሌት ምጭፍጫፍ ዘመቻ'ውን ስለዝኾነ፣ ካብዚ ዝተበገሰ እቲ ዘጋጥመና ዘሎ በቢግዜኡ ናይ ንብረትና ምጥፋእ፣ ናይ ኣሕዋትና ደቂ ኣንስትዮ ምዝራፍ፣ ንብረትና ምስ ምቅጻል፣ ምውራር'ውን ምስቲ ዒልኻ ምስ ምኻድ'ውን ኣቢሉ'ውን ኣሓትና ንገርዎትናን ብጥይት ክርሸኑን ክቕተሉን ንርኢ ኣለና ኢና ርኢና'ውን ኢና ማለት'ዩ። ስለዚ ካብዚ ዝተበገሰ ብርክት ዝበለ መንእሰይ ንበረኻ። ከይድሎ ሕዝውን ይኸይድ ኣሎ ኣብ ዓዲ ዘሎ ትግራዋይ ብሙሉእ ድማ ንሰራዊቱ ኣብ ዝኾነ ካባቢ ኮይኑ ማለት እዩ ኣብ ውሽጢ ፀላእ እውን ኣብ ደገ ፀላእ ኣብ ዘይብለን ካባብታት ኮይኑ እውን ንሰራዊት ትግራይ ኣብ ምድጋፍን ሞራል ኣብ ምሃብን እዩ ዝርከብ እዚ እውን እቲ ሚስጥር ያው ናትና መንግስቲ ናትና ስርዓት ክበርስን ክጥፍእን ስለዘይንደሊ ከም ህዝቢ እውን ክንፀንት ስለዘይድለ ተጠናኺርና እንኸደሉ ዘለና ኩነታት እዩ ኣብ ትግራይ ብዝመረፅናዮን ብዝኣመንናዮን መንግስቲ ስርዓትን ስርዓትና ዝነበረ ስርዓት ብደምን ዓፅምን ዝተነፀፈ መርኣያ ናይ ልምዓት ዝኾነ ናይ ሃገርና ሓሊፉ ናይ ኣፍሪካ ናይ ዓለም መምህር ዝኾነ ስርዓትና ኸዚ እውን ብኡ መሰረት ኣይትኸዱን ኣይትመርፁን ብዝመሰለኩም መንገዲ መሪፅኹም ንኣመር ሞይትኹም ዝብል ነገር ፈኪሩ ይጠቅመያ ፈኸራ እውን ክሳኩዐለይ ይሳኩዐለይ ኣቁልዕ እናድለ ከዚ ውን ኣይኮነሉን ሞኪሩ እዩ ኣደታት ነጋ ጓሓፍ ከይትሞታ ኢሉ ውን ኣደታት ነጋ ጓሓፍ ከይትኮንያ ኢሉ ውን ኣጠንቂቁ እዩ ብዘለዎ ዓቅሚ ለሚኑ ድዩ ተላዊሱ ድዩ ገይርዎ እዩ እዚ ግን ንሕና ኣይገበረና ኣይኮነን ከም ትሓንቶ ዘለኩ ህዝቢ ትግራይ ቋንቋ ትግርኛ ትዛረብ ካብ ምዕራብ ክሻብ ደቡብ ምንም ዝመረጽናዮ መንግስትና ኣሚንና ኣብ ቃልሲ ንርከብ ነጋጉሓት ውን ዘለና ልምዓት ኣዶ ጅግና ኣይትሕረድን ናትና ነጻነትናን ሰላዋትናን ብቅልጽምና ዝብል ሕራነ ሒዝና ኸዚ ውን ብትስስር ወለደካ ኣይንምብርከኽን እምብልና ኢና ንዝኽት።
ወናም ተቃላሳይ ህዝቢ ትግራይ መንገዲ ነዊሑ ዓቂቡ ከይበለ ክቡር መስዋእቲ እናኸፈለ መስርዕ ሃርታ ሰራዊት ትግራይ እውን ከይዛሪ ንደቁ እናመረቐን እናኸደነን ናብ ሜዳ ብምስዳድ ዕድመ ፀላእትና ይሐፅር ከምዘሎ እንዕዝቦ ዘለና ዕለታዊ ምንቅስቃስ እዩ። ሃለዋትናን ድሕንነትናን ብቅልፅምና ትግራይ ትስዕር ወኪል ድምፂ ዋኒ ትግራይ ካብ ሓራ መሬት ትግራይ ዮሃንስ ስፍሓነ።

ናብ ኻልኦት ዜናታትና ብንሰጋገር፣ ኣሜሪካ ኣብ ትግራይ ንዘለዉ ብሚልዮናት ዝቑፀሩ ፅጉማት ወገናት ንምሕጋዝ ናይ ሓደ ሚእትን ሰማንያን ሓደን ሚልዮን ዶላር ሓገዝ ከምዝመደበት ተገሊፁ። እዚ ተመዲቡ ዘሎ ሓገዝ ገንዘብ ኣብ ትግራይ ኣብ ዓፀቦ ንዘለዉ ወገናት መግቢ፣ ፅሩይ ዝስተ ማይ፣ መፅለሊ፣ ኣገልግሎት ጥዕና፣ እታወት ሕርሻን ካልኦት ኣገደስቲ ቀረባትን ንምምላእ ከምዝውዕል ትካል ተራድኦ ኣሜሪካ ንዓለም ለኸ ልምዓት ማለት እውን ዩኤስኤይድ ሓቢሩ ኣሎ። በዚ ሓገዝ ኣቢሉ ገባራት ትግራይ ምሩፅ ዘርኢ፣ ድኹዕን ናውቲ ሕርሻን ከምዝቐርበሎም ዩኤስኤይድ ዝዘርገሖ መግለፂ ፕረስ የመላኽት። መንግስቲ ኣሜሪካ ኣብ ትግራይ ኲናት ካብ ዝውላዕ ጀሚሩ ናይ ከባቢ ኣርባዕተ ሚእትን ሰማንያን ሸውዓተን ሚልዮን ዶላር ድጋፍ ከምዝገበረን ብምግላፅ ኣብዚ ሐዚ እዋን ኣብ ኣዝዩ ኣፀጋሚ ኹነታት ዝርከቡ ሓሙሽተ ነጥቢ ክልተ ሚልዮን ተጋሩ ንምሕጋዝ ተኹሲ ጠጠው ክብል ከምዘለዎን ኣብ ልዕሊ ሰላማውያን ወገናት ይፍፀም ዘሎ ግፍዕታት ድማ ደው ክብሉ ከምዝግባእን ኣገንዚቡ። ኣሜሪካ፣ ባይቶ ፀጥታ ውድብ ሕቡራት ሃገራት ንቐልውላው ትግራይ ኣድሂቡ ንኽዝቲ ፀቕጢ እናገበረት ከምዝኾነት ተገሊፁ። ኣብ ባይቶ ፀጥታ ኣምባሳደር ኣሜሪካ ሊንዳ ቶማስ ግሪንፊልድ ከምዝበልኦ፣ ሃገረን ባይቶ ፀጥታ ብዛዕባ ቁልውላው ትግራይ ህዝባዊ ኣኼባ ንኸዳሉ ከምትደልን እዚ ጋህዲ ንክኸውን ድማ እናፀዓረት ከምዝኾነትን ተዛሪበን። መንግስቲ ፋሽስት ኣብይ ኣሕመድ ብዛዕባ ኣብ ትግራይ ዘሎ ፀገም ተበፃሕነት ሰብኣዊ ሓገዝ ሓላፍነቱ ክዋፃእን ክሕተትን ከም ዘለዎ እተን ኣምባሳደር ከም ዝገለፃ ሮይተርስ ፀብፂቡ ኣሎ። ኣብ መወዳእታ ፀላእቲ ህዝቢ ትግራይ ኣብ ከተማ ዓድዋ ከቢድ ዕንወት ከም ዘውረዱን ነበርቲ እታ ከተማ ድማ ኣብ ሕሱም ኹነታት ከም ዝርከቡን ተገሊፁ። ጎደናታት ከተማ ዓድዋ ጽምዋ ብሒትዎም፣ መብዛሕቲኦም ትካላት ንግዲ'ታ ከተማ ድማ ብጥይት ተቦሻሺዖም፣ ብሓዊ ነዲዶምን ተዓጽዮምን ከም ዝረኣየ ጋዜጠኛ ሬድዮ ፍራንስ ኢንተርናሽናል ገሊጹ። በረከት ዝተብሃለ ነባሪ እታ ከተማ፣ እዚ ኹሉ ዕንወት ብወታደራት ፋሽስት ኣብይ ኣሕመድን ዕሱብ ባዕዳዊ ሰራዊት ውልቀ መላኺ ኢሳያስ ኣፈወርቅን ከም ዝወረደ ሓቢሩ። ወታደራት ጸላኢ ከይረኽቡና ስለ ንፈርሕ ካብ ገዛ ኣይንወጽእን። ፋብሪካታት፣ ትካላት ንግድን ሆስፒታላትን ክዓንዉ ተገይሮም እዮም። ቁጠባ እዛ ከተማ መሬት ዘቢጡ እዩ። ሰባት ጠምዮም ኣለዉ። ኩሉ ረድኤት እዩ ዝጽበ ዘሎ። ዛጊድ ግና ምንም ዝመጸ ሓገዝ የለን ክብል በረከት ገሊጹ ኣሎ። ሰላም ዝተብሃለት መንእሰይ ብወገና ናይ ባዕላ እንዳ ሻሂ ከም ዝነበራን ንብረታ ግና ሙሉእ ንሙሉእ በቶም ወታደራት ተጓሕጒሑ ከም ዝተወሰደን ብምግላጽ ሕዚ ብዘይ ስራሕን ኣታውን ኣብ ኣጸጋሚ ኩነታት ከም ዘላ ተዛሪባ ኣላ። እታ መንእሰይ ኣብ ዓድዋ ኣገልግሎት ባንኪ ኮነ ቀረብ መሰረታዊ ሸቐጣት ከምዘየለን ነበርቲ እታ ከተማ ድማ ኣብ ሕሱም ኹነታት ከምዝርከቡን ገሊፃ። እምበኣርከስ ዝኸበርኩም ተመልከትቲ ቴሌቪዥን ድምፂ ወያነ ትግራይ ነዚ ዕለት ዝበልናዮም ዜናታት እውን ኣብዚ ዛዚምና ኣለና። ስለ ምክትታልኩም ኣመስጊንና ክንፍለየኩም ሃለዋትናን ድሕንነትናን ብቕልፅምና። ትግራይ ትስዕር! ሰላም!